ኣቦ ሰለስተ ደቃ ቪድዮ ሒዙ ንዓመታት ዝኣክል የሳቅያ ኣሎ። ሰላም ሰላም ደቂ ዓበይቲ ሰላምታ ኣይረሳዕኹም። ሰላም ክትህልው ናክሉ ዘትኒተ እዩ። ሰላም ከምትህልው ድማ ተስፋ ይገብር። ያው ከምቲ ልሙድ ቤተሰብ ዝኾንኩም የቕኔለይ ክብረት ያበለይ ቤተሰብ ዘይኮንኩም ድማ ሳብስክራይብ ጥራሕ ብምግባር ቤተሰብ ንክትኾኑ ብትሕትና ይሓትት ነዛ ቪድዮ ድማ ላይክ ብምግባር ጀምርዋ ናይ ልማዓንቲ ክዛረበሉ ዘደለኹ ያው ኩሉ ግዜ ይመፅ እንዲዩ ናይ ኩሉ ግዜ ዝመፅ ነገር እዩ ግን በዛ ናይ ሎማዓንቲ ኣብ ዝኾነት ዩቱብ ዝተዘርግሐት ሓንቲ ሓፍትና ዘምፀታ ክዛረብ ንሷ እንታይ እያ ትብል ኣብ ስዑዲ ኣብ ዓዲ ዝነበሩ ሰብ ሓዳር ኣቦ ሰለስተ ቆልዑ ኣደ ሰለስተ ቆልዑ ኮይና ሰብ ሓዳር ነይሮም ዘይምስምዕማዕ ተፈጢሩ እሳ ናብ ስዑዲ መፅያ ኣብ ስዑዲ ምስ መፀ ድማ ምስ መፀት ድማ እሰውን እሱውን ድድሕርያ መፅኡ ያው ተረዳዲኦም ብሓንሳብ ክቕፅሉ ከም ዘለዎም ተረዳዲኦም ማለት እዩ ድሕሪ እዚ ድሕሪ ዓመት ቪድዮ ሒዙላ ትብል ቪድዮ ሒዙ ሸሞንተ ዓመት ዝኣክል ኣውራጎ ኮይኑ ዘዝሰርሐቶ እናወሰደት ደቃ ፋሕ ብትን ኢሎም ደቁ የሳቅያ ኣለስ ከዓ ሕዚያ ትብል ብጣዕሚ እዩ ዝሕዝን እዚ ኣብዚ ኣለ መጀመርያ ግዜ ኮነን ካብ ብዙሓት ደቂ ኣንስትዮ ዝመፅእ እዩ እቲ ዘሕዝን ከምዚ ዓይነት ደቂ ተባዕትዮ እንታይ ዓይነት ስብእና እዩ እኒኩም ናይ ብሓቂ ከ ቆላሕ ትብልዎ ዳዓርስኹም ቆላሕሲ ትብልዎ ዳዓርስኹም ትፍትሽ ዶ ከመይ ገይሩ ሕጊ ተፈጥሮሲ ከም ሓደ መሸበሪ ገይርኩም ተቐምጥዎ ከም ሓደ መሸቑረሪ ገይርኩም ተቐምጥዎ እምኻ ኣዶ ደቅኻ እንታይ ይብሉ ወለድና ሲ ሰብ ይወልድ እምበር መዓንጥኡ ዶ ይወፅእ ይብሉ ወለድና ማለት እዩ ልዕሊ ውላድ እሞ ከዓ ሰለሰስ እንታይ እያ ክትህበካ ደሊኻ እዛ ሰብ እዚኣ ሲ ሓገዝ እኳ እዩ ዘድልያ ናትካ ደቂ እኳ እያ ትዕብለላ ናትካ ደቂ ክትዕብያ ተሰዲታ ናይ ብሓቂ ታይ ዓይነት ስብእና እዩ ኒኩም ከምዚ ዓይነት ተወዳት ኣነ እንድዒ ብምንታይ ከም ዝገልጾ እውን ኣይፈልጥን እየ ብጣዕሚ መሕፈሪ ንዓርስኩም ክትሓፍሩ ዘለኩም ብሓቂ ማለት እዩ ኣብ ደቂ ኣንስትዮ ኣሕዋተይ ክመፅእ ከለኹ ከዓ ብዝኾነ እዚ ከምዚ ዓይነት ልጋጠም ብመሰንጀር ወይ ብኢሞ ጥራሕ ዝተለኣኸ ኣይኮነን ብሓንሳብ ደቂሶም ተኣማሚኖም ብሓንሳብ ተራኺቦም ወይ ኣብ ሻወር ድዩ ወይ ኣብ ዓራት ደቂሶም ናሃለዩ ድዩ ወይሳ ምስ ደቀሰት ድዩ እውን ቐሪጾም ብኸምዚ ዘሳቐይዎ እውን ብዙሓት እዮም። መብዛሕትኡ ብመሰንጀር ብኢሞ ዝተላእከ እዩ ዝመስሎ ሰብ ነው ኣይኮነን ዋላ ብኣካል እዩ እምነት እዩ ወሳኒ ኣብቲ ኮነ ኣብቲ ኮነ እምነት እዩ ሕማቕ ሰብ እንድሕር ኮይኑ ክጎድእካ እንድሕር ዝሓስብ ኮይኑ ኣይስእነካን እዩ እዚ እንታይ ኢኻ ክትገብር ዘለካ ንስኻ ነቲ ብኡ ዝመፀካ ተፅዕኖ ብኸመይ ክትብድሆ ከም ዘለካ ኢኻ ዓርስኻ ክተፅንዕን ክትጥንክርን ዘለካ እና ደቂ ኣንስትዮ ኣሕዋታ እዩ ከምዚ ሕማቕ ሰብ ክገጥመኪ ንከሎ ተወሳኺ ጉድኣት ኣይተወስኻላ ንነብስኽን ሓደ ግዜ ሓንቲ ቃል ቪድዮ ወይ ስእሊ ፖስት ክብል እየ ዝብል ቃል ከውፀልክ ንከለኩ ሓደ ወዲ ተባዕታይ ናይ ሓቂ እየ ሓንቲ ደቂቃ እውን ናይ ስልኪ ግዜ ከይትወኦም ናይ ምዝርራብ ግዜ ከይትወኦም ኪድ ፖስት በለ በሎም ዝቕየር ነገር የለን ኣታ ተፀሓየ ሓድሽ ነገር የለን እንታይ ከመይ ገይሩ እዩ ሓጢኣት ወይ ነውሪ ይርዳእኒ እዩ ኣብቲ ናትና ማሕበረሰብ ከም ባህሊ ከም ሃይማኖት ከም ነውሪ እዩ ያው ሰብ ካብቲ ነቲ እምነት ዘጉደለ ንኣኻትን ዋጭዋጭ ከም ዘለክን ይፈልጥ እየ ግን ናቱ እዩ ጌጋ ንሱ እዩ ክሓፍር ዘለዎ እቲ እምነት ዘጉደለ እዩ ዝሓፍር ዘሎ ምክንያቱ ኣብዚ ዓለም ዘለና ሰባት ወለደይ ወለድኽን ሓዊሱ ኩሉ ኣብዚ ዓለም ዘሎ ሰብ ኣሚኑ ተኣማሚኑ ብሓንሳብ ደቂሱ ፍቕሪ መስሪቱ ሂወት ሓዳር መስሪቱ እዩ ወሊዱ ተዋሊዱ ኣብዛ ዓለም ተዘሪኡ እኒኤ። ስለዚ ሓዱሽ ነገር ኣይኮነን። ኣባይ ዘሎ ኣባኽነ ኣሎ ኣብ ኩለና ደቂ ኣንስትዮ ዘሎ ሓደ ዓይነት እዞም ሕማቓት ደናቑር እንደ ኣነ ከም ሰብኡት እውን ኣይቆጥሮም እንደ መፅረፈ ስኡት እዮም እውን ኮላይ ዝመፅሉ እዩ ሓደ ወዲ ተባዕታይ ሲ ብማህፀን ኣዲኡ እዩ መፅኡ ጥብ ኣዲኡ እዩ ጠብ መፅኡ ሓድሽ ነገር ኣይኮነን። ነዚ እዩ ዘራክስ ዘሎ ስለዚ ርካሽ ስለ ዝኾነ እዩ ነዚ ዘራክስ ዘሎ እምበር ክውር እዩ ንሱ ከዓ ክወልድ ውላድ ከምፅእ ፍቅሪ ሂወት ክነበር እንተኾይኑ ግድን እዩ ኣብ ከምኡ ክነብር በቲ ዝመፀሉ እዩ ክነብር ዘለዎ ነዚ ግን ከም ገበን ከም ሓደ እንታይ ኢኻ ትብሎ ከምዚ መሸቕረሪ ነገር ገይሮም ምስርሖም እዚ ድንቁርና እዩ ድንቁርና ጥራሕ እውን ኣይገልፆን ማለት ስብእኖም እዮም ክረግሙ ዘለዎም እዞም ሰባት እዚኣቶ ስለዚ እዚኦም ንዓርሶም እዮም ክሓፍሩ ዘለዎም እቲ ሕጊ ተፈጥሮ ናብ ነውሪ ቀይሮም መፈራርሒ ናይ ቢዝነስ ምንጪ ዝገብርዎ ዘለዉ ንስኻትን ኣይኮንክን ንስኻትንማ ሕጊ ተፈጥሮ ይኽን ፈፂምኹን ወለ እንድሕር ምስ ሓደ ሰብ ተኣሚንክን ተኣማሚንክን ዘይተፋቐርክን እንድሕር ብሓንሳብ ዘይደቀስኻ ከመይ ኢልካ ደኣ እሞ ናብዛ ዓለም ውላድ ክተምፅ ዲኻ ከመይ ኢልካ ደኣ እሞ ናብራ ትምስርት ዲኻ ስለዚ ናታትኽን ኣይኮነን ትጌጋፂ ስለዚ ንምንታይ ኢኽን ኣብ ልዕሊ ክብርኽን ሂብክን ዘይተኸበርክንሲ ገንዘብ ሂብክን ግዜኽን ሂብክን ዝደለኽንኦ ዝደለኽሞ ዝደለይዎ ሂብክን ክትኽበራ ኣይትኽእላን ኢኽን። ሕማቕ ሰብ ኩሉ ግዜ ክብረት ኣይፈልጥን እዩ። ከኽብሩኽን ኣይክእሉን እዮም ክዕቅብልኽን ኣይክእሉን እዮም ሓደ መዓልቲ ከውፅዎ እዮም ስለዚ እቲ ክኾን ዘለዎ ቀሪፆም ፖስት ክንብል ኢና ክብሉ ከለው ኪድ ፖስት በሎ ኢልክን ንስኽን ገንዘብኽን ግዜኽን ሂወትኽን ሞራልክን ኣክባ እዚ ሕዚሲ ኣዶ ሰለስተ ደቁ እቶም ሰለስተ ደቁ ብሰንኪ ስንፍንኡ እውን ክኸውን ይኽእል ደርብያ ስደት ወፅያ ደርብያ ስደት ወፅያ ኸ ብሰንኪ ስንፍንኡ እውን ዝብል ከምዚ ዓይነት ስብእና ዘለዎ ሰብኣይሲ ሰብኣይ ይኩሎ ይገለኛ ደቁ ከተዕቢ ዝወፀት ኣደ እንዴ ኣነ ብምንታይ እዮም ክገልፆ ደቁ ዶ ክቲሞም ተደርብዮም ኣብ ክንዲ ዝሕግዛ ንደቁ ኢሉ ንዓኣ ሞራል ኣሰይሩ ናብ ደቃ ንኸይትኣቲ ደቃ ከይተምህር ደቃ ከይተዕቢ ሰብ ኣውይሩ ከፍ ኣቢልዋ እዚ ሕዚሲ እንታይ ብምንታይ ኢኻ ክትገልጾ ብሓቂ መግለጺ የብልን ኣነ ከምዚ ዓይነት ስብእና ዘለኩም ሰባት ክትሓፍሩ እዩ ዘለኩም ክትሕቡ ወስትኽ ንብልና ከዓ ክትብሉ ስብእና ድዩ መሲልኩም እዚ እኮ ድንቅርና እዩ ድንቁርና ጥራሕ እውን ኣይገልፅን። ምስ ዓርስኹም ምስ ተፈጥሮኹም ኢኹም ትበኣሱ ዘለኹም። ዝመፃኹምሉ ሕጊ ተፈጥሮ እዩ። ኣዋልድ ኣሕዋተይ ኣብዚ ክነግረክን ኣብ ትሕቲ ፀሓይ ሓድሽ ነገር የለን። ምክንያቱ ኣንሕና ብቲ ሃይማኖትና ብቲ ባህልና ይርዳእኒ እዩ፣ ነውሪ እዩ፣ መሕፈር እዩ ግን ጸዓዱ ብደንቢ ክሊፕ ቪድዮ ሰሪሖም ናይ እቶት ምንጪ እዮም ዝገብርዎ ተረዲእኽናኒ ስለዚ ከምኡ እኳ እንተዘይገበርክን ተገዲድክን ከምኡ ብሕማቓት ሰባት ናብ ከምኡ ደረጃ ዘውረድክን እንተኮይኖም ንኣኻትን ዘሕፍረክን ነገር የለን ብዝኾነ ከዓ ዝኾነ ሰብ ብህልኽ ንኣብነት ዘይምስምዕማዕ ኣብ መንጎኻ ተፈጢሩ እንድሕር ነይሩ ተመሊሱ ክመፀካ ከይዱ ዝነበረ ሰብ ተመሊሱ ክመፀካ ከሎ ከዓ ዝኾነ በቀል ከም ዝህልዎ መጀመርያ ክትጠራጠር ኣለክን ንኣብነት ሃምዛ ሓፍትና ሳብ ዓዲ ተባኢሳ ነራ ሓቀይ ተመሊሱ ክመፃ ከሎ ብተፈጥሮኦም ገለገለ ሰባት ምስኣቶም ዝነበረ ሰብ ክኸይድ ከሎ ፅቡቅ ሂወት ክመርሓ ይደልይዎን እዮም ስለዚ እቲ ከይዱ ዝነበረ ሰብ ከመፀካ ከሎ ዝኾነ በቀል እውን ሒዙ ክመፅእ ከም ዝኽእል መጀመርያ ክተስተውዕል ኣኒክን። ስቅ ኢልክን ኣይትእተወኦም እዞም ከይዶም ዝነበሩ ሰባት ስቅ ኢልክን ኣይትእተወኦም በቀል ሒዞም ይመፅኡ እዮም። ዝኾነ ግጭት ዝነበረክን ሰባት ወይለ ዝቀንኡ ሰባት ወይለይ ዝኾነ ነገር ድሕሪ ኮይኖም እቶም መቅርብክን ክተጠንቀቃ ኣሎም በቀል ክሒዞም ክመፅኽን ስለ ዝኽእሉ ማለት እዩ እቲ በቀልካ ብኡ ክብቀልኹን ይኽእሉ እዮም ማለት እዩ ስለዚ ኣሕዋተይ መዓረይ ኣነ ክብለክን ዝኽእል ተወሳኺ ጥፍኣት ኣይተጥፍኣ። ሸውዓተ መዓልቲ እያ ትውረየክን፣ ካብ ሸውዓተ መዓልቲ ኣይትሓልፍ። ንሱ እውን ፍናታ ማሕበረሰብ ስለ ዝኾነ እዩ እምበይ ምንም ነገር ሓድሽ ነገር የለን። ምክንያቱ ፈቲኽን ኣይገበርክንኦን ማለት ቀሪፅካ ክወፅእ ኢልክን ተዳሊኽን ዝገበርክንኦ ነገር ይኮነን። ዓሚፆምክን እዮም። ስለዚ ንዝዓመፀካ ሰብ ድማ ጠንኪርካ እኻ ክትወፅእ ዘለካ ንዝበደለካ ሰብ ጠንኪርካ እኻ ከተርእዮ ዘለካ እምበር ወዲቕካ ብገንዘብ እናለመንካ እስካዕ መዓዘ ስለዚ ኣብ ከምዚ ዓይነት ህይወት ወዲቕክን ዘለኽን ደቂ ኣንስትዮ ኣሕዋተይ እንድሕር ክኢልክን እንድሕር ክኢልክን ስክሪንሻት ተሊክን ሪከርድ ተሊክን ወይ ቪድዮ ተሊክን እዚኦም ተሊዮምክን ኣሜሪካ ኤሮጳ ኣብ ዝተፈላለዩ ሃገራት ዘለውን ብኣብኡ ዘሎ ሰብ ገይርክን ክተሓዙ ናብ ሕጊ ክቀርቡ ይክእሉ እዮም። ኣብ ኢትዮጵያ ኣብ ትግራይ ዘሎ ድማ ከምኡ ብቤተሰብ ዓዲ እንድሕር ከይድክን ድማ ብሕጊ ማንም ኣብ ማንም ዓዲ ናይ ሓደ ሰብ ብዘይ ድልየቱ ዕራቀቱ ስኢልካ ናብ ማሕበራዊ ሚድያ ፖስት ምባል ገበን እዩ። ስለዚ ነዚ ገበን እዚ ድማ ብሕጊ ክተጥቃዓሎም ትክእላ ኢክን። ካብዙይ ብዝሓለፈ ግን ዓርስኽን ኣጥፊእኽን፣ ገንዘብኽን ኣጥፊእኽን፣ ህይወትኽን ሰዊእኽን ኣብ ሕማቕ ህይወት ኣይትንበራ። ሰሙን እያ ትውግዐክን፣ ሰሙን እያ ትውረየክን፣ ካብኡ ኣይሓልፍን። ስለዚ ጠንካራታት ምዃን እዩ እቲ ወሳኒ ናይ ቀደማይ መማረፂ። ጠንኪርክን ጁዱ ጅድ ፖስት በሎ ኢልክን ዕፀኦም። ኣነ እዚኣ ክብለክን ዝኽእል ኣቱም ደቂ ተባዕትዮ ኣሕዋተይ ከምዚ ዓይነት ትዋፈሩ ሰባት እንታይ ዓይነት ስብእና ካበይ ኢኹም መጺኹም? ዋ ተፈጥራዊ ሕግስ ናብ ቢዝነስ ቀይርኩም ደቂ ሰባት ክትሸቕርርሉ እሞ ከዓ ዝተወለድኹምሉ ማህፀን እሞ ከዓ ዝጠበኹምሉ ጡብ ሓድሽ ነገር እኒኦ ድዩ? ኣብ ኣደኹም ዘሎ እንድዩ ዘለዋ ከመይ ገይሩ እዚ ገበን ኮይኑ ከመይ ገይሩ ሓጢኣት ኮይኑ ብሐቂ ዓርስኹም ውቀሱ ዓርስኹም ሕፈሩ ክትሓፍሩ ዘለኩም ንስኻትኩም ኢኹም እሳተን ፖስት ክውንውለ ኢና ትብልዎ እንተለኹም እሳተን ዘይኮና ክሓፍራ ንስኻትኩም ኢኹም ክትሓፍሩ ምሳኻትኩም እየን ጥርሐን ወፅየን ምሳኻትኩም እየን ኣውጊዐን ምሳኻትኩም እየን ደቂሰን ምስ ሰብ ክድቅሳ ምስ ሰብ ክፋቐራ ምስ ሰብ ክነብራ ምስ ሰብ ሂወት ክምስርትራ ምስ ሰብ ሓዳር መስሪተን ቆልዑ ክወልዳ ድማ እዚ ድማ ተፈጥራዊ ሕጊ እዩ ሓድሽ ነገር የለን ስለዚ ውርደትኩም ንባዕልኹም ኢኹም ትሽከምዎ ዘለኹም ስብእናኹም ኣይተውርዱ። ውርደት እዚ ብሓቂ ውርደት እንዴ ብምንታይ ከም ዝገልጸኩም ከምዚ ዓይነት ወዳት ኣነ ኣይርዳንን በቃ ምእንቲ ባዕልኹም ኢልኩም ምእንቲ ማህፀን ኣደኹም ምእንቲ ጡባ ኣደኹም ኢልኩም ደቂ ኣንስትዮ ንብዓት ደቂ ኣንስትዮ ኣይተፍስሱ ሓደ ሓደ ግዜ ኣይመስለናይ እምበይ ኣብ ዓለም ዝዘራእናዮ ንዓፅድ ምናልባት በተ ንሕና ዝበደልናዮ መንገዲ ዘይክምለሰና ይኽእል እዩ። ዘይሩ ዘይሩ ዘይሩ ግን ንብዓት ደቂ ሰባት ዕዳ እዩ። ብኻሊእ ብተዘዋዋሪ መንገዲ ንሓፍሶ ኢና። ስለዚ ንብዓት ደቂ ሰባት ኣይተፍስሱ። እዚኣ ይኽብለኩም ዝኽእል ስለ ዝሰማዕኹምኒ የቐኒለይ ክብረት ያበለይ ንዝነበረና ፃንሒት ብቐፃሊ ንክንራኸብ ድማ ሳብስክራይብ ዘይገበርኩም ሳብስክራይብ ገበሩ። ክብረት ያበለይ።